ሰላምን ጥዕናን ኣኣብ ዘለኹሞ እንዳተመነና ፍቕሪ ኣብ መሓዩሩ ዘርእስታ ሓዳሽ ልበወለዳዊት ዛንታ ቀዳማይ ክፋል ናባኹም ናብ ተኸታተልቲ ኣቕሪብናያ ነርና። ሕጂ ኸኣ ካልኣይ ክፋል ይቕጽል። ሰናይ ምክትታል። ፍቕሪ ኣብ መሓዩር ፍቕሪ ኣብ መሓዩር ካልኣይ ክፋል ገለ እውን ኣብ ጭንቀት ሓሳባት ዓለም ኣትዮም ኣብ ዘለዎ ኮይኖም ከስተንትኑ ትዕዘብ። ገለ ፍላስፋታት ዓለምና ከም በዓል ሶቅራጦስ ዝኣምሰሉ ኣብ ጽሑፋቶም ከም ዝብልዎ ንደቂ ሰባት ዋላ ሓንቲ ክምህሮም ኣይክእልን እየ ሓንቲ ክገብራ ዝኽእል ከም ዝሓስቡ ጥራሕ ዝገብሮም ከም ዝበለ ኩሉ ኣብቲ ቤት ህንጸት ዝበሃል ቦታ ዝነበረ ሰብ እውን ይሓስብ በቲ ዘጋጠመ ኩነታት ይግረምን ነበረ። ሰገንን ካሌብን ካብቲ ዝነበርዎ ስፍራ ወፂኦም ዘወር ክብሉ ጀመሩ። ድሕሪ ናይ ገለ ስጉምትታት እውን በቲ ኣጋጢሙ ዝነበረ ውግእ ገለ ዝሰንከሉ ገለ እውን ዝሓመሙ ሰባት ተዓዘቡ። ሰገን ካሌብ ኢላ ብምፅዋዕ ኣብ ሓሳብ ሓደ ንክኾኑ ካሌብ እውን ምስኣ ከም ዘሎ ንኸረጋግጸላ ቁሊሕ ኢሉ ጠመታ። ረኣዮ እሞ እዞም ተሃሪሞም ዘለዉ ካሌብ እወ ይሪኦም እንድየ ዘለኹ ዘይኲናት ደኣ ከምዚኣ እንድያ ትወልድ ሰገን ነቲ ዝነበርዎ ቦታ ብየዕንታ እንዳኾለለት እዚ ዘለናዮ ቅድሚ ሕጂ ወላ ከምዚ ይጥቀምሉ ነይሮም ዶ ይኹን? ካሌብ እወ ትማሊ ኣቦይ መሓሪ ዝበሃሉ ኣብ ጥቓና ዝድቅሱ ሰብኣይ ኣለዉ ትፈልጥዮም ኢኺ ኸማን መስሓቕ እዮም ትማሊ ኮፍ ኢልና ከለና መፅዮም ዝዝዕልሉና ዝነበሩ ከደራይ ሓውሲ ፅዕዱ ዝበለ ጨጉሩ ዘኪርክዮ ሰገን ኣሃ እዎ ዘኪርዮ ከማን ኣብ መንጎ ነብሱ ክሕፀበሉ ኢሉ ዘዳለዎ ማይ ሰሪቖምን ኢሉ ኮለል ዝብል ዝነበረት ካሌብ እወ ሰገን እሞ ረኺብዎ ዶ ይኸውን እታ ማይ ካሌብ ኦይ ኣበይ ክረኽባ ቀደም ወሲዶም ዝተሓፀብሉ። ሰገን እወ እንታይ እሞ ንሱ። ካሌብ ንሱ ክገርመኪ ቢዝነስማን ሰብኣይ ነይሮም ኣብዚ ነዊሕ ዓመት እዮም ገይሮም ምስዚ ናይ ሰላም ኩነታት ዝነበረ ብዙሕ ንግድታት እዮም ዝነግዱ ነይሮም። ነዚ ዓዲ እውን ጽቡቕ ገይሩ እዩ ዝፈልጦ። ትማሊ ይዕለና ነይሩ ኣብዚ ቦታ ቅድሚ እዚ ኩናት ምጅማሩ ዝተኣሰሩ ሰባት ነይሮም። እዚ ትርእዮ ዘለኺ ናይ ዝተፈላለየ ሞያታት ክፍሊ እዩ ነይሩ። ኣብዚ ብዙሕ ሞያታት እዮም ዝመሃሩ ነይሮም። ደሓር እዚ ኩነታት ምስ ተፈጠረ ወጽዮም ምስ በላ ሰገን እንዳተገረመት ክገፍሕ ግን እዚ ቦታ ካሌብ እወ ሕጂ ደኣ ርእዮ ጥዋዕዋዕ ኢሉ እምበር ቅድሚ ሕጂ እውን ይጥቀምሉ ነይሮም እዮም ሰገን ንምንታይ ግን ንዓና ናብዚ እትዮምና ንሕና እኮ መዓስከር ክወስዱና እዩ ዝግብኦም ኣብዚ ዘለና ሰባት እሞ ረእየና ካብ ኩሉ እዞም ኣረጋውያን ትሕቲ ዕድመን የድንግጹኻ ካሌብ ንዓና ደኣ ኣብዚ ይሕሸና እምበር ንውሕስነትና ምክንያቱ ኣብዚ ሕጂ ግዜ ኣብ ከቢድ ኩነታት ስለ ዘሎ ሰገን እሞ ዝገበርና ጌርና ደሃይ ናብ ስድራና ንገብረሉ መንገዲ ዘይንደሊ። ካሌብ፣ መስመር ኣብ ኩሉ ቦታ ተዓጽዩ ከም ዘሎ ሓቢሮምና ነይሮም። እንተ ንረክብ ደኣ ጽቡቕ ነይሩ። ኮለል እንዳበሉ ዕላሎም ቀጸሉ። ሰገን፣ እዋይ ስድራና ኣዝዮም ተሸጊሮም ይህልዉ እምበር ንዓና ይጥዓመና ንዕኦም ኣይጥዓሞም ኩሉ ስቃይ ኮይኑ በቃ። ካሌብ ይገርመኪ እዩ። ዕላሎም እንዳቐጸሉ ዘወር በሉ። እቲ ኩነታት ቅንያት ሃንሰ መስቀለ ስለ ዝነበረ ኣብቲ ቀጽሪ ኩሉ በብጉጅልኡ ተኣኪቡ ሆይ ይብል ነበረ። ገለ ተኣኪቦም ክደርፉ ክስዕስዑ፣ ገለ በብሃይማኖቶም ክዝምሩ ትዕዘብ። ካሌብን ሰገንን እውን ናብቶም ተኣኪቦም ዝነበሩ ኣምሓሩ ቀረቡ። እቶም ምሩኻት ኣምሓሩ ምስ ረኣይዎም ናይ እንኳዕ ደሓን መጻኹም ኣቀባብላ ገይሮም ተቐቢሎም ኮፍ ኣብልዎም ክዘናግዑ ጀመሩ። በብሪጋ እንዳተስኡ እውን ክስዕስዑን ክደርፉን ጀመሩ። እቲ መራሕ መደብ ዝነበረ እውን ከእናንተስ ማን ነው ምስ ዘፈነኝ ወይም ሚጨፍረኝ ብምባል ተዛረቦም። ሰገን ኣምሓርኛ ስለ ትሰምዕ ንካሌብ እንዳጠመተት ንስኻ ድረፈልና ኢላ ተዛረቦቶ። ካሌብ ናይ መን ኢሉ ሓተታ። ናይ ዝኾነ ደስ በለካ ኢላ ደፋፍኣቶ። ካሌብ ተሲኡ ብምኻድ ኣብ ማእከል ደው ብምባል ኩሉ ሰብ ቀው ኢሉ ጠመቶ። እቶም ገለ ተጸጊዖም ገለ'ውን ኣብ መንደቕ ተሰቒሎም ጠልጠል ኢሎም ዝዕዘቡ ዝነበሩ'ውን ብሃንቀውታ ተጸበይዎ። ናይ ኣብርሃም ኣፈወርቂ።

ወሳንነት ግዜን ኣስተብሒለ ዝሓሸ መልክዕ ናይ ናብራ ኣሎ ኢለ ግድን ዓቲረ ናይ ፍቕርኺ ኣዕብት ተሰኪመ ማዕሪኺ ሰጒመ ክበጽሖ ክፍትን እየ መለይ መለይ መለይ ኢለ ደይኮሊለ ከናድየኪ ክንደይ ፈቲነ ኣይቀበጽኩን ግና ድማ ኣሎየ ሓደራኺ መለይ ኣይትጥለሚ ኣይትቕበጺ ፍጹም ኣይትጥለሚ መታን ጽባሕ ካሓይሽ ካብ ሎሚ ክቕጽልየይ ወሳንነት ግዜን ኣስተብሒለ ዝሓሸ መልክዕ ናይ ናብራ ኣሎ ኢለ ግድን ዓቲረ ናይ ፍቕርኺ ኣርዑት ተሰኪመ ማዕሪኺ ሰጒመ ክወጾ ክፍትን እየ ኢሉ ምስ ወደኣ ኩሉ ሰብ ብጣቕዒትን ፊስካን ኣሰነይዎ።